ሰላም ከመይ ሓዲርኩም ንገሪኹም ከዓ ከመይ ውዒልኩም ሎሚ ተዳልያ ዘላ ፕሮግራም ብዛዕባ ብሰንኪ ምቅይያም ኩራ በዚሑ ኣሎ ምኩርራይ በዚሑ ኣሎ እዚ ሰብ ድማ ምስ ነብሱ እኮ ይኾርዩ ምስ ነብሱ ተባኢሱ ኣሎ ከምዚ ዓደስ ተባኢስና ተባኢስና ዕረቑኒ ኢሉ ኢሉ ክዓርቆ ምፅእ ተበሉስ ዋዕ ርእካ ዘለና በይንኻ ምስ መን ኢኻ ተባኢስካ ኢሎም ኣንታ ምሳይ ኢልዎም ምስ ነብሰይ ሰብ መብዛሕትኡ ተዃሪ ኣሎ ምስ ነብሱ በዚ ምክንያት ምስ ካልኦት እኳረ ኣሎ ዝገርመኩም ልዕሊ 8 85 ፐርሰንት ብዝተገብረ መፅናዕቲ ኣብ ብዙሕ ሓዳር ኩራ ኣሎ። ከምዚ በይንኻ ምንባር እኮ ሕማቕ እዩ። ምስ ሰብ ከለኻ በይንኻ ምንባር ከኣ ዝኸፈ እዩ። ተዃራሪው ተናፊሑ ኣጋሽሻ ክመጽእ ከሎ ጥራይ እዮም ኣርተፊሻል ዝኾነ ዘረባ ዝዘራረቡ። ኩራ በዚሑ ኣሎ። ዝገርመኩም መጉዳእቲ ክልተ ዓይነት እዩ። እቲ ሓደ ኣካላዊ መጉዳእቲ ብጽፍዒ ትኸውን ብዱላ ኸውን ብገለ ኸውን እቲ ዝኸፍኤ ስነኣእምራዊ ስምዒታዊ መቕጻዕቲ እዚ ብጣዕሚ ብጣዕሚ ሓደገኛ እዩ ስቕ ዓይኖም ኣይጠማመቱን ንጽወገላ ትጽወገሉ ሕትት ተቢላቶ ወይ ኣቢሉ ሓጺር ዘረባ ሓጺር መልሲ ኣቱም ሰባት እንታይ ገይረ ዋላ እንታይ ዶ ኢለ እማ ጽቡቕ እንዲና ዘለና ሕሰቦ ቀሊል ኣይኮነን ብፍላይ ብገንዘብ ብስልጣን ብሓላፍነት እንተለዎ እቲ ዝኾሪ ዘሎ ኣብ ፅፍሪ ከኣቱ ዝደሊ እሞ ብዙሕ ሰብ እዩ ተሳቂ ዘሎ ምቕታል ናይ ስምዒት ዝኸፈ እዩ በሰልኡ ድማ ንነዊሕ ግዜ እዩ ዝፀንሕ ሓደ ካብቲ ሽግሩ እንታይ ድዩ ኣይድቅስን እዩ እንታይ እየ ገይረ እንታይ እየ በዲለ ክብል ክሳቐ እዩ ዝሓድር ብጭንቀት ይብላዕ ሸውሃት ይጠፍእ ምንባር ንገዛእ ርእሱ ዘጽንዖ ዘጽልኦ ብዙሕ እዩ እቶም ኮርዮም ዘለው ንዓኻ ንምቁፅፃር እዩ ንዓኺ ንምምላኽ እዩ ኣብ ኢትካ ንምእታው እዩ ድላዮም ሽዑ የሽከርኩርኻ መን ድዮም ቶም ቀንዲ እቶም ዘይዓበዩ ዓብ ከሎስ ግን ቆልዓ እቱም ሰባት ዕብይ ተኢሉ ወረጃ ሰብ እኮ ንዕ ንዛረብ ንዓ ንዘራረብ እዩ ዝበሃል ቆልዓ እንተኾይኑ ግን ዳርጋ ከም ሓሙሽተ ዓመት እዩ ዝኹሪ ካልኣይ ሳይኮፓት ዝበሃሉ ኣለዉ ድርብ ገጽ ባህር ዘለዎም ድራማ ተዋስኦ ሰርሑ ንዓኺ ዘርእዩኺ ዘርእዩኻን ኣብ ደገ ዘርእዎም በበይኑ እዩ ኮርዮም ኣብ ገዛ ተነፊሖም ጸንሑ ስልኪ ክድወሎም ከሎ ዋ ከመይ ኣለኺ ከመይ ኣለኻ ጋሻ ክመጽእ ከሎ ድማ ስሕቁ እሞ ሓደገኛታት እዮም እዚኣቶም እሞ ትርእስቲ ስፍሕ ዝበለ እዩ ንዑ ዝተዳለወ ፕሮግራም ኣሎ ኣብ ካልእ ግዜ ክንከዶ ኢና ሕጂ ግን ሕፅር ዝበለ መፍትሒ ሓደራ ኮሪልካ ይትኾሪ ሳዕሪ እኮ ዝነድድ ክርቢት ንእሽተይ ተረኺባ እዩ ዝሓረቐ ሰብ ዝተቐየመ ዝኾረየ ሰብ ዝኽሪ እኮ መኳሪቲ እንተረኺቡ እዩ እሞ ኣይትእተወሉ ገዛ ርሰይ ኮርነፍ ድብል ሰብ ዝኽሪ ሰብ ቀደማ ንኽሪ ነይረ ኮሪ ኢለ ሕጂ ግን ኖኖኖኖ I don't play the game ኣብቲ ናቱ ጸወታ ኣይትእቶ ሂወት ክቐጽል እዪ ሂወትካ ቀጽል እንታይ ኢኻ ኮንካ ክዕርዮ ዘለኒ ነገር ተሎ ክዕርዮ እንተዘይኮነ ዋ ከምቲ ቀደምካ የለኻን ግን ስፖርት ዲኻ ክትገብር ማሳጅ ድዩ ዕሩታ ክትራኸብ ድ ሂወትካ ይትቐጽል ገሊኡ ግን ምስኪን ቦቕባቕ ኮሪ ኢሉ ኣብኣ ድውን ዝብል ሰብ ኣሎ ኣይተቀባጥረሉ ንከምዚ ዓይነት ሰብ ኣይትቋየቆ ኣይትበኣስ ግን ሕተቶ እሞ መንጎኛ ዘይነእቱ ሰላም የለና እኖ ፅቡቅ ኣለና ኣነ ፅቡቅ የለኹን መንጎኛ ነእቱ ተጋገኽዎ ነገር ተለኒ መፍትሒ ንግበረሉ በል ኣጆኻ እዚ ክትብል ከለኻ ግን ኣዘራርባ ኮርነፍነፍ እንዳበልካ ኣይኮንካን ነቲ ግርጭት ከተጋድዶ ኢኻ ኣተንፍስ፣ ማይ ስተ፣ ማሳጅ ግበር፣ ጽቡቕ ብላዕ፣ ነብስኻስ ፍትሕትሕ ኣብሎ'ሞ ሽዑ'ቲ ሰብ እንታይ ትብሎ ኣይኮነን ከመይ ትብሎ። ምኽንያቱ ኩራ ተገዲፍካዮ እቲ ዝኾረየ ኩርኡ እውን ክገድፎ እዩ። ተሰማሚዕካ ጽቡቕ ቅስን ኢልካ ተሊኻ እዋ እንታይ እያ ለሚዳ ገድፋይ እታ ገመድ መዋጥጥቲ ተረኺብካ እኮ ኣይትውጥጣን ኢኻ መዋጥጥኪ ተረኺብኪ ኢኻ ትውጥጣ እሞ እቲ ካልእ መፍትሒ ኣማራፂ ሃቦ ከምዚ ዶ ክንገብር ከምዚ ዶ ክንገብር እንታይ ኢኻ ደሊኻ ሓደራ ክብለኩም ዝደሊ ኮነ ኢሉ ገብሮ ስለ ዘሎ ትዕቢት ድማ ስለ ዘለዎ ኣብቲ ናቱ ፀወታ ኣይትእተዎ እታ መጨረሽታ ክብለካ ዝደሊ ሸለል በል ከምቲ ገረብ ብርቱዕ ንፋስ ክመጽእ ከሎ በጥ ኢላ እያ ትሕልፎ ኮራይ ሰብ ክመጽእ ከሎ ከምኡ ትኹን ኣላግስ ሸለል ምትዕጽጻፍ ዓለም ዓለም እኮ ከም ጀርዲን እያ ኣብ ጀርዲን ኩሉ ኣሎ ፅቡቕ ኣሎ እቲ ሕማቕ ኣሎ እቲ እሾኽ ኣሎ እቲ ወይኒ ኣሎ ኣብ ዓለም ድማ ኮርናፋት ኣለዉ ሕጉሳት ከ ኣለዉ ዘይዓበዩ ቆልዑት እውን ኣለው እቲ ዝርዝሩ ሰፊሕ እዩ እሞ ነብስኻ ኣይትጉዳእ እቲ ንቡር ሂወትካ ቀጽል የቀኒየለይ እዚኣ ግን ክሕብረኩም ዝደሊ ንካልኦት ሼር ግበርዎ እዚ ርእስቲ እዚ ተዛረብሉ ኣብ ዘይውዱቕ ዘውድቕ ስጋብ ብዘይጠቅም ኣብ ምፍልላይን ብዘይጠቅም ስጋብ ዓቕሎም ጸቢብዎም ተጨኒቖም ኣብ ድራግ ምሳድን ስጋብ ህይወተን ዘጥፍኣ ዘጥፍኡን ኣለዉ ምክንያቱ ኩሉ ይኮነን ድጸሮ እቲ ኩራ ስለዚ ኣጀኹም ተሓባቢርና እዘን ኣብ ሕብረተሰብና ዘለዋ ጻህያይ ምሒና